ኣብ ቃል ኣምላኽ ተጻሒፋትልና ዘላ ሓንቲ ዓባይ ዕዮ ገዛ ኣላትና ኣሕዋተይ። ቁምነገር ክንሱ ብሰሓቕ ጀሚረዮ። ኣሕዋተይ ኣብዚ ዘለናዮ ግዜ እቲ ጸሮ ክርስቶስ ዝበሃል ዳርጋ ምስቲ ናይ እግዚኣብሄር ኣገልጋሊ ዝበሃልሲ ዝተቓራረበሉ ግዜ ኢና በጺሕና ዘለና። ንኸተለልዮስ ኣዝዩ ኣዳናጋሪ ንዝኾነ እዋን ኢና በጺሕና ዘለና። እምበኣር ናይ እግዚኣብሔር ቃል ክዛረብ ከሎ ሓደ ኢዕዮ ገዛ ሂብና ኣሎ ብዙሕ ጊዘ እንድዩ ከምኡ ዝብል ግን እስከ ንኣብነት ኣብ ቀዳማይ የውሃንስ ምዕራፍ ኣርባዕተ ቁጽሪ ሓደ ዘላ ሓሳብ ክነንብባ ኣቱም ፍቁራተየ ብዙሓት ነብያት ሓሶት ኣብ ዓለም መጺኦም ኣለዉ እሞ እቶም መናፍስቲ ካብ ኣምላኽ እንተ ኾይኖም መርምሩ እምበር ንመንፈስ ዘበለ ኣይትእመንዎ ሬኹም ንመንፈስ ዘበለ ንመንፈሳዊ ዝመስል ዘበለ ንጥዑም ዝመልሓሶ ኣምልኾ ናይ ኣምልኾ ክዳን ናይ ኣምልኾ መልክዕ ዘለዎ ንኹሉሲ ኣይትእመንዎ ኢሉ ስለዚ እዚኣ ናተይን ናትኩምን ዕዮ ገዛ እያ ኣሕዋተይ ዕዮ ገዛ እያ ክንገብራ ኣምላኽ ካባና ድጽበያ ቃል ኣምላኽ እንታይ ኢሉ ተዛሪቡ ኣሎ ካብ ትሰምዕዎን ካብ ትርእይዎን ተጠንቀቑ ተጠንቀቑ ሕጂ ክገርመኩም እቲ ጸረ ኩሩስቶስ ክበሃል ኮሎ መብዛሕትኡ ግዜ እንሓስቦ እንታይ እዩ መስለኩም ከምዚ ኣብ በራዚል ድዩ ክግበር ኮሎ ላግጻ ስለቲ ኩሩስቶስ ኣብ መስቀል ዝወዓሎ ዘገርም ዘደንቕን ውዕለት የናሽውዎ ኣብ ተለቪዘን ሪኢኹሞ ኢኹም ኩሉኹም ኣብ ኢንተርኔት ኣሎ ማለት እዩ እዚ ስራሕ እዚ ናይ ጸረ ኩሩስቶስ ስራሕ እዩ። ጸረ ኩሩስቶስ ኣብ ማእከልና ኮይኑ ማለት እዩ። ኣብ ማእከልና ልክዕ ናይ ኣምልኾ ክዳን ተኸዲኑ ከኣ ኣብ ማሕበር ኣምላኽ ኮፍ ኢሉ እንተ ከም መምህር መልክዕ እንተ ከም መእመን መልክዕሲ ኮፍ ኢሉ ከኣሲ ነቲ ኣምላኻዊ ሓሳብ ዝጥምዝዝ ነቲ ኩሩስቶስ ኣብ መስቀል ተፈጸመ ኢሉ ዝኣወጆ ኣዋጅ ድማ ኣብ ምልክት ሕቶ ዘእቱ ገና ዘድሊ ነገር ኣሎ ንዓይ ጥራይ ጥበቁኒ እምበር ንዓይ ተኸተሉኒ እምበር ገና ካብ እግዚኣብሄር ምስጢር ከምጽኣልኩም ካብ እግዚኣብሄር እቲ እቲ ከቐብለኩም እዩ እቲ ተገሊጽለይ ኣሎ ኣብ ከምዚ በጺሐ ኣለኹ ኢሎም ድማ ዘዳናግሩ ንሶም ውን እንታይ እዮም ጸረ ክርስቶስ እዮም ትሪኡ ኣለኹም መብዛሕትኡ ግዜ ንጸረ ክርስቶስ ብኻሊእ ኢና ንርድኦ ማለት እዩ ካልኣይ ቆሮንጦስ ምዕራፍ ዓሰርተ ሓደ ቁጽሪ ዓሰርተ ኣርባዕተ ዘሎ ሓሳብ ከንብበልኩ ሰይጣን እኳ ንርእሱ ንመልኣኽ ብርሃን የምስል እዩ እሞ እዚ ኣየገርምን እዩ ኢልዎ ሪኢኹም ከምዚ ጽቡቅ ዝመስል ነገር እንተ ሪኢኹምሲ ዘገርም ኣይኮነን ምኽንያቱ ሰይጣንሲ ዓቅሚ ኣለዎ ናይ ናይ ናይ ኣምላኽ ነገር ከምስል ማለት እዩ ኮፒ ንኽገብርሲ ዓቅሚ ኣለዎ ሪኢኹም ዘዳናግር ነገር ኣለዎ ምኽንያቱ ሰይጣን ኣሕዋተይ ኣቦ ሓሶት እንድዩ ሕጂ ንሓሶት ጽቡቕ ጌሩ መነጅ ድገበረ ሰብ እዩ እዚ ዝገበረ መንፈስ ሕጂ ከም ድላዩ ነቲ ሓሶትሲ ሓቂ ከምስሎስ ዓቕሚ ኣለዎ እሞ ኣይትገረሙ ብኡ እዩ ዝብል ዘሎ እምበኣር ቅጺሉ ቀጺሉ እንታይ ይብል ስለዚ ከኣ እቶም ኣገልጎልቱ ንርእሶም ንኣገልገልቲ ጽድቂ እንተ ኣምሰሉ ዓቢ ነገር ኣይኮነን መወዳእትኦም ግና ከም ግብሮም ክኸውን እዩ። ትሪኡ ኣለኹም እንታይ ይብል ኣሎ? ሰይጣን ከምኡ ዝገብር ተኾይኑሲ እቶም ኣገልገልቱ ከኣ ከምኡ ክገብሩሲ ኖርማል እዩ እዩ ዝብል ዘሎ። ኖርማል እዩ። ሕጂ እቲ ናቶም መልክዕሲ እንታይ ኢኻ ብኸመይ ኢኻ ተለልዮም ማለት እዩ? ርእሶምሲ እንተ ኣሽሙ እዮም ዘምስሉ። ናይ ብርሃን ኣገልገልቲ እዮም ዝመስሉ። ናይ ጽድቂ ኣገልገልቲ እዮም ዝመስሉ። እምበኣር ኣሕዋተይ እዚ ዕዮ እዚ ንዓይን ንዓኹምን ተዋሂብና ኣሎ። ስለዚ እስኻ ተደይ ጌርካዮስ ናትካ ዕዳ እዩ ድኸውን ንስኻ እንድሕር ርእስኻ ደይ መርሚርካ ንመን እየ ድሰምዕ ዘለኹ ከመይ እዩ እዚ ነገር እዚ መንፈሰይሲ ካብቲ ተማሃርክዎ ሬኹም ኣሕዋተይ ቃል ኣምላኽ ሰሚዕኩም እኳ ወንጌል ተቐቢልኩም ኣለኹም ሓቀይ ናይ ዘልኣለም ህይወት ከም ዝተቐበልኩም ከኣ መንፈስኩም መስኪርልኩም ኣሎ እምበኣር ከም ብሓድሽ ሓድሽ ነገር ከም ዘድሊ በቃ ፍሉይ ምግር ዘገርም ተኣምራት ንደልየሉ ምኽንያትሲ እንታይ እዩ እስከ መርምሩ ኣሕዋተይ ርእስኹም መርምሩ ሎማዓንቲ ብሓቂ ኣሕዋተይ እንድሕሪ መንገድና ዘይንምርምር ኮይንና ክንጠፍእ ከለና ውን ከየስተውዓልና ክንጠፍእ ኢና ማለት እዩ ስለዚ እስከ ርእስና ንመርምር ኣሕዋተይ ብጣዕሚ ርእስና ክንምርምረሉ ዘድልየናን ዘገድደናን ግዜ ስለ ዝበጻሕና እንታይ ኢና ክንገብር ዘለና ኩሉ ግዜ ክንጥንቅቆ ዘለና ሓደ ነገር ኣሎ ኣሕዋተይ ምግላጽ ዝኾነ ይኹን ዘገርም ነገርሲ ካብቲ ኣብ መጀመርታ ብበዅሪ እዝነ ዝሰማዕናዮ ወንጌል ካብኡ ንላዕሊ ኺዓብየና የብሉን። ርኤኹም፣ ወንጌል፣ እቲ ዝሰማዕኩምዎ ወንጌል ንምድሓን በቒዑ፣ ሓቀይ? እግዚኣብሄር ከኣ እታ ምድሓን ደልዩ እዩ ናብዚ ምድሪ መጺኡ። የሱስ ክርስቶስሲ ከድሕነካ ኢሉ እዩ ናብ ምድሪ መጺኡ እምበር፣ ከደንቐካ፣ ከገርመካ ኢሉ እይመጸን። ርኤኹም? ምኽንያቱ ክምንጥለካ ኢሉ እዩ መጺኡ፣ ምኽንያቱ እዚ በላዒ ደድሕሬኻ ኺጐዪ ጸኒሑ ኣሎ። ርኤኹም? ሰይጣን። ንብረት ኣምላኽ ክንስናስ ናተይ'ዩ ናተይ'ዮም ኢሉሲ ደድሕሬና ክጎዪ ጸኒሑሉ ኣሲርና ጸኒሑሉ ክርስቶስ ከኣ ከድሕነና ኢሉ መጺኡ ርኤኹም ኣሕዋተይ ሕጂ ክንዝንግዖ ዘይብልና ሰይጣን ድሒኖም እዮም ኢሉ ኣይኮነን ድገድፈካ እንታይ ደኣ እዩ ዝገብረካ ደድሕሬኻ ይመጽእ እዩ ምድሓንካ ከሰናኽል ይመጽእ እዩ ስለዚ ብከምኡ እኳ እዩ ምጥንቃቕ ዘድልየኩም ኣሕዋተይ ክገርመኩም ከኣ ብናይ ሓሶት ትምህርቲ ርኤኹም ብጸረ ክርስቶሳዊ ዝተታለለ ሰብ ከኣኒ ኣብ ኣእምሮኡ ዝተታሕዘ ሰብ ብጣዕሚ ከም ጽኑዕ ዕርዲ ስረ ዝኾነቶ ትምህርቲ ክትመልሶ ብምኽሪ ኣይከኣልን ተኣምራት የድልዮ ነዚ ሰብዚ ክምለስ ስለዚ ሎምዓንቲ ድዛረብ ዘለኹ ግን ገና ኮለ ገና ማለቱ ኣብ መንፈስክኹም ኣብ መንፈስኩም ድሕሪ ስክፍታ ኣትኩም እንታይ ደድሕሪ ድኾነ ይኹን ስብ ምኻድ ኣድሊኩም ነቲ ቃል ኣብ ቤትኩም ኮንኩም ደይተንበብኩም ንዝተመርመረሎም ምስክር ዘለዎም ኣሕዋት ከናኡ ከደይ ትኸዱ ኣሕዋት ንዕኡ ከደይ ትዕዘቡ ኣሕዋት ርኢኹም ኢየሱስ ክርስቶስ ጎይታ እዩ እንድዒ መቸም መንፈስ ቅዱስ ክዛረበና ደልዩ ኣሎ ብኸምኡ እየ ዝዛረበኩም ዘለኹ ኣሕዋተይ ኩሉ ግዜ ከዓ ገግዚኡ ኣለዎ ማዕዳ ግዜ ኣለዎ ምኽሪ ግዜ ኣለዎ ስለ ህይወት ስለ ንዛረብ ማለት እዩ ርኢኹም ብዛዕባ ህይወት እዩ ጉዳይ ማለት ስለዚ ኢየሱስ ክርስቶስ ጎይታ እዩ እስከ ኣብ ቀዳማይ ዮሐንስ ምዕራፍ 4 ቁፅሪ 2 ዘሎ ሓሳብ ከንብበልኩም ንመንፈስ ኣምላኽ በዚ ኢኹም እትፈልጥዎ፣ የሱስ ክርስቶስ ብስጋ ኸም ዝመጸ ዝኣምን ዘበለ ኹሉ መንፈስ ካብ ኣምላኽ እዩ። ርኢኹም፣ ንየሱስ ክርስቶስ ብስጋ ከም ድመጸ፣ እቲ ቃልሲ ስጋ ኮነ ምሽ ኢልዎ ቃል ኣምላኽ፣ ንዕኡ ዝኣምን ናይ ኣምላኽ ምዃኑ ትፈልጥዎ ማለት እዩ። ንዕኡ ዘይኣምንከ? ርኢኹም፣ ከምኡ ኢሉ ኣሎ፣ የሱስ ክርስቶስ ብስጋ ኸም ዝመጸ ዘይኣምን ዘበለ ኹሉ መንፈስ ድማ ካብ ኣምላኽ ኣይኮነን ኢልዎ። እዚ ኸኣ እቲ ከም ክመጽእ ዝሰማዕኩምዎ ዘሎኹም ናይ ጸረ ኹርስቶስ መንፈስ እዩ ሕጂ ውን ድሮ ኣብዛ ዓለም ኣሎ ሕጂ እቲ የሱስ ክርስቶስ ብስጋ ኣይመጸን ዝብል ግን መን ኢልዎ ኣሎ ምንጩ እንታይ ኢልዎ ኣሎ ካብቲ ጸረ ኹርስቶስ ክመጽእ ምዃኑ ዝሰማዕኩምዎንሲ ድሮስ ኣብ ማእከልኩም ዘሎ ንሱ እዩ እዩ ዝብል ዘሎ ስርሑስ ከምዚ እዩ ዝመስል እዩ ዝብል ዘሎ ብኸምኡ እየ ዓንተወይ እንታይ ኢለኩም ጸረ ኩርስቶስ ድመስለናስ ኣብ ተለቪዘን ንሪኦ ኣብዞም ናይ ኣመሪካውያን ደረፍቲ ዝገብርዎ ላግጻ ብዛዕባ ጎይታ እሳቶም ኣብኣቶም ዘሎ ይመስለና ግን ኣብ ማእከልና ኮፍ ኢሉ ከኣ ነቲ ቃል ዝጠማዝዝ ሪኢኹም መልክዕ ናይ ኣምልኾ ዘለዎ ሓደገኛ ዝኾነ ትምህርቲ ዝምህር ነቲ ወንጌልስ ዝጥምዝዞ ነቶም ደቂ መዛሙርቲ ጎይታ ከኣ ናብ ኡ ጥራይ ዘጠምቶም ሪኢኹም ናብ ኩርስቶስ ዘይኮነሲ ናብኡ ዘጠምቶም ከኣ ትምህርቲ ከኣ ኣሎ ኣብ ማእከልና ማለት እዩ። ኣሎ ኣብ ማእኸልና ኣሕዋተይ ስለዚ ናይ ሓሶት ትምህርቲ ሸለል ዝበሃል ነገር ኣይኮነን ኣብ ቃል ኣምላኽ ተሪኢናዮ ሃዋርያት እንታይ ይገብሩ ነይሮም ነቲ ህዝቢ ይጎንሕዎ ነይሮም የጠንቅቕዎ ኸኣ ነይሮም ከምዚ ሳሎ ተጠንቅቑ ይብልዎም ነይሮም ምክንያቱ ሓላፍነቶም እዩ ናይ ግድን እዩ ከጠንቅቕዎም ማለት እዩ ስለዚ ክብሪ ንኣምላኽ ይኹን በዚ ኣጋጣሚ እዚ ኩልኹም ብቲክቶክ ዲ ብፌስቡክ ዲኹም ትከታተሉኒ ብዩቱብ ዲኹም ትከታተሉኒ ኣነ ከ ሓላፍነት ኣለኒ ካብ ቅኑዕ ኮይኑ ዝረኣየኒ ነገር ክነግረኩም ማለት እዩ ከጠንቅቀኩም ሓላፍነት ኣለና ኣነ እውን ማለት እዩ ኢየሱስ ክርስቶስ ወዲ ኣምላኽ ጎይታ እዩ ስለዚ እታ ሓላፍነትና እንታይ እያ ኣቱም ፍቑራተየ ብዙሓት ነቢያት ሓሶት ናብ ዓለም መጺኦም ኣለዉ እሞ እቶም መናፍስቲ ካብ ኣምላኽ እንተኾይኖም መርምርዎም እምበር ንመንፈስ ዘበለ ኩሉ ኣይትእመንዎ ስለዚ ንኹሉ ክትኣምኖሲ ኣይተጸዋዕካን የሱስ ክርስቶስ ብኣምላኽ እመኑ ብኣይ ከኣ እመኑ እዩ ዝበለ። ርኢኹም ክንኣምኖ ዝግብኣና ልብና ክነውድቐሉ እንኽእል ብዘይ ብዘይ ፍርሒ ማለት እዩ መን እዩ እግዚኣብሄር ጥራይ እዩ። እንታይ ኢሉ ኣሎሲ ኣብ ቀዳማይ ጢሞቴዎስ ምዕራፍ ክልተ ቁጽሪ ሓሙሽተ ማለት ኣምላኽ ሓደ በይኑ እዩ እሞ እቲ ኣብ መንጎ ኣምላኽን ሰብን ዘሎ ማእከላይ እውን እቲ ሰብ ክርስቶስ ሓደ በይኑ እዩ። ርኢኹም? ኣብ ሞንጎ ኣምላኽን ኣብ ሞንጎኹምን፣ ኣነ ከይደ ምስ ኣምላኽ ኣብ ሰማይ ኮንፈረንስ ይገብር እየ፣ ኣነ ኣምላኽ ይረኣየኒ እዩ፣ ኣነ ንኹስቶ ርእየዮ፣ ንሙሴ ርእየዮ፣ ንያእቆብ ርእየዮ እንዳ በሉ ድማ ሓድሽ ምግላጽ ከምጽኡልና ዝደልዩ ግን እንሄለኩም። ቃል ኣምላኽ እንታይ ይብሎም ኣሎ? እቲ ኣብ ማእከል ኣብ ሞንጎ ሰብን ኣብ ሞንጎ ኣምላኽን ኮይኑ ከም ሞንጎኛ ኮይኑ ድመጸ ኹርስቶስ እዩ፣ ፍቓድ ኣምላኽ ከኣ ዝፈጸመ ንሱ እዩ፣ ተፈጺሙ እዩ ኹሉ ነገር። ሰብ ኣብ ሰማይ ከይዱ ሓድሽ ምግላጽ ከምጻልካ ትጽበ ተለኻ ወንጌል ኣይተረዳእካዮን ወንጌል ኣይተረዳእካዮን እዚ ሰብ እዚ ከኣ ከምኡ ዝብለካ ዘበለ መምህር ከምኡ ዝብለካ ኣፖስትል ከምኡ ዝብለካ ነብያ ነቢ ድዩ ካልእ ድኾነ ይኹን ሓውኻ እውን እንተኾነ ካብ ኣምላኽ ኣይኮነን እዚ መንፈስ እዚ እቲ ጸረ ክርስቶስ እዩ እዚ ብኸምኡ ተለልይዎ ማለት እዩ ስለዚ እግዚኣብሔር ነለልየሉ ዓቕሚ ይሃበና ምጥንቃቕ ይኹነልኩም ኣሕዋተይ ካብ ትሰምዕዎን ትሪእዎን ድማ ክትጥንቀቁ ዝግበኣኩም ንስኩም ኢኩም ማለት እዩ ኣነ እየ ማለት እዩ ስለዚ ተስፋ ይገብር እግዚኣብሔር የዒንትና ክከፍት መንፈስኩም ከዓ ምልክት ክበኩም የሕዋት ይሓልየልኩም ሰለ ዝኮነ እግዚኣብሔር ስእሉ ኣይርእየኩም እዩ እስኩም ግን ግብረ መልሲ ሃብዎ ነቲ ዝስማዓኩም ውሽጣዊ ምጥንቃቅ ማለት እዩ ተጠንቀቅ ተይልካ ክትጥንቀቅ ፅቡቅ እዩ ፍርሒ ተትሰምዕ እካ ትእለ ካብ ትሰምዖ ዘለካ የሱስ ክርስቶስ ጎይታ እዩ ንስኩም ብሩካት ኢኩም ሻሎም።